ሕራይ እምበኣር ኩቡራት ሰማዕትና ምሳና ክትህሉ ተስፋ ንገብር። ዕላለይ ወይ ቃለ መጠየቅ ምስ ክቡር ስነ ጥበባዊ ኣወል ስዒድ እዩ ዘሎ እሞ ካብ ናይ መድረኽ ፊልሚ ከም ዝፈቱ ሓቢርኒ ኣሎ ንምንታይ እዩ ፊልሚ ዝፈቱ መብርሂ ክህበኒ ኣነ
ፊልም እየ ዝፈቱ ኩሉ ሰብ ፈልጦ እዩ መድረኽ ትያትር ግን ጸልኦ እየ ማለት ኣይኮነን ፊልም እየ ዝፈቱ ማለት ሓደ መድረኽ ከቢድ እዩ ብርቱዔ ምስ ህዝቢ ፊት ንፊት ኢኻ ትራኸብ ፈንጂ ንቑንዶ ሃንደሳ ኢኻ ትኸውን ቀዳመይቲ ጌጋኻ ናይ መወዳእታኻ እያ ትኸውን ተዓጻጸፍ ሓትት እዚ ኣየርከብናሉ ኣትሴክስ ኣይሰራሕኩሉ ዝሰርሕሉ ኣለዎ ንዕኡ ዝፈትዉ ኣነ ኣያያይ ስራሕ ኩሉም ከምቲ ድድለ ብማዕዶ ውን ካብቶም ፍኹስ ድበለ ኽልስ ድበለ ምስራሕ ዝፈትዉ ብዛዕባ ብጣዕሚ ጭንቀት ዘይፈትዉ ዓይነት ሰባት ስለ ዝኾንኩ ኣነ ነቲ መድረኽ ስለ ዘኽብሮስ ይርሕቐሉ ማለት እዩ። ፍርዖ ስለ ዘኽብሮ እዩ ዝብለካ ዘሎ ስለ ዘይክእሎ ኣይኮነን። ስለ ዘኽብሮ ቁሩብ ዕልይ ይብለሉ። ፊልም ግን ስለ ዝመልክዎ ይሕንቅቐሉ ማለት እዩ። እቲ ፍልልዩ ነቲ የኽብሮ ስለ ዝኾንኩ ክደፍሮ ኣይተባባዕን። እቲ ከኣ መተዓብይተይ ስለ ዝኾነ ይሕንቅቐሉ ማለት እዩ እቲ ፊልም። ስለዚ ፊልም እፈቱ። ጽቡቕ ፈሪሓ እግዚኣብሄር ንኣወልታይ'ዩ።
ኣብ እዚ እንታይ ኣሎ መስለካ ለዓል ለሎ ውድን ሰብ እንድሕር ፈሪሃ እግዚኣብሔር ኣሎ ረብ ልዓለሚን ፈራሕ እንድሕር ኮይኑ ንሰብ ብሰብ ናይ ምጥማት ካልቸር እዩ ደጠ ኣብ ውሽጡ መጀመርታ ዝረኸብካ ሰብ ብሰብ ተኽብሮ ዝኾነ ይኹን ብዘየገድስ ሕጂ ከም ሰብ እንድሕር ከተኽብሮ ጀሚርካ ከም ሰብ እንድሕር ክትፈትዎ ጀሚር ክቡር ፍጥረት እዩ ሰብና ኣዝዩ ክቡር ፍጥረት እዩ ስለዚ ብኡ ትሪኦ ቅድም ሃብታም ድኻ ሃይማኖት ዓሌት ወገን ገለ መለ ከይበልካ ንሰብ ከም ሰብ ቅድም ክፈትዎ ዓለምና ሰላም መወረዳ ነይሩ እዚ ንብሎ ዘለና ፍርሃት እንተዝነብር ሽግር ኮይኑና ዘሎ ብዓለም ንሰብ ብንዋይ ብትሕዞ ብሃይማኖት ብዓሌት ብቐይሒ ብፅልሚ ብቑመት ክሪኦ ምስ ጀመረ እቲ ሰብ እዩ ሽግር ዝፍጠር። እዚ ሃፍታም ድዩ እቲ ድኻ ድዩ እዚ የድልየኒ እዩ እቲ የድልየኒ እዩ ኣብ ድብሉ ሕርያታት ባዕልኻ ገምዳሕዳሕ ካብ ምባል ዝፍጠር መዓት ጌጋ ኣሎ። ስለዚ ንሰብ ከም ሰብ ረኣይዎ። እዩ ዝብል መጻሕፍቲ ኩሉ ቅዱስ መጻሕፍቲ እዚ እዩ እቲ ፍርሓት ዝበሃል ሕጂ ፍርሓት ንዓወት ማለት እዩ ፍርሓት ክብለካ ከለኹ ስቕ ኢልካ ርእስኻ ኣድኒንካ ኺድ በለ ማለት ኣይኮነን እቲ ፈሪሃ ረቢ ዓለሚን ወይ ፈሪሃ እግዚኣብሔር ዝበሃል ግን እዚ ዝብለካ ዘለኹ እዩ ንሰብ ከም ሰብ ምቕራቡን ምስትንጋዱን እንተሃልዩ እዩ ዓለምና ጽባሕ ንግሆ ሰላም ዝወርዳ። ብሓሰኻ እኳ ምሰሊ ሓሰኻ ደምበ ኣብ ዝለምለመሉ ምሽ በሃል ንሓደ ድኽም ድበለ ሰብ ከዓ ለምሊሙለይ ኢልካ ምሳር ከተብዝሓሉ ገለ ከለኻ ኢቲ ጠፊኡ ኣሎ ዝበሃል እቲ ፈሪሃ እግዚኣብሔር ወላ ረብል ዓለሚን ንሓደ ሰብ ድኹም ኮይኑ ይፍጠር እታ ድኻሙ ግን ኣባኻ ኣብ መዐየሪ ናትካ ደኣ እያ እምበር ንዕኡ ኣብ ዓለም ነቢሩ ንክኸይድ ዘኽእልኦ ማተርያልስ ኣስኒቑ እዩ ዝሰዶ ፈጣሪ ስለዚ ብኣ ደይትሪኦ ንምንታይ ኢኻ ክንደይ ኢኻ ዕምርኻ ስኻስ ጸላእ ሰብ ኮንካ ምስ ሰብ እናተተፋነንካ ትኸዳ ዘለኻሲ ክንደይ ኮነ እያ ቁጽራ ፈሊጥካያ ዲኻ ኣብ ሰላሳ ኣርብዓ ዓመትካ ንክትቁጸ ደይ ንስኻ ምምሳል እንድሕር ጸኒሑ መገድኻ ዋላ ሚእቲ ግበር ዋላ ንወዲ ሚእቲ ዓመት ንክትከውን ንሕና እኳ ረእዮ ዳርጋ ፍርቁ ኬድና ኢና ሕጂ ነየነይቲ ዕምሪ ነየናይ ግዜ ማለት ነየናይ ነየነይ ኢኻ ከደይ ንስኻ ትኾነሉ ዘለኻ እቲ ፍርሃትካ እቲ እምነታትካ ፍርሃት እቲ ምኽባር ማለት ስነ ስርዓት ምግባር ማለት እዩ ከምቲ ሓንቲ ወይናይ ሃይማኖት ዝበልናዮ ማለት እዩ እጂ ሰብ ክቡር እዩ እዚኣ ንሓስከነ ክብረቱ ትሕልወሉ እንተወሓደ ሰብ ብምዃኑ እዩ ዝብለካ ዘለኹ መጀመርታ ሰብ ስለ ዝኮነ ተክብሮ ኣዝዩ ምዕቡል ፍጡር ደስ ደብል ስለ ዝኮነ መን ኢካ ከ ኣፍተሮ እባ መን ኮንካ ኢካ ከሞ ሰብ ክትንዕቅ ብዛዕባ ሰባት ክትውዕል ሰሙን እኮ ብከምኡ ክዕይሩካ እዮም ከምኡ ክብሉካ ስለዚ እዚ ይመስል ማለት እዩ እቲ ፍርያት።
ሕራይ ክቡር ስነ-ጥበባዊ ኣወል ኣብቲ ሰብን ሰብኣውነትን ዘለካ ኣረኣእያ ምስ ሕጂ ዘሎ እዋን ቀደም ወለድናን ኣባሓጎታትናን ሰብን ሰብኣውነትን ዝነበሩ ባይታን ሕጂን ኣብ ምንታይ ኩነታት ኣሎ? ሕጂ እንታይ ይመስለካ ኣብዚ ኣብ ዘበነ ዓውለማውነት እንዲና ዘለና ብ Globalization ንግዜ ኪድ እሞ ድሓን ሓሊፍኩም ጽንሑ እሞ ኣብዚ ክጽበየኩም ኣይትብሎን ኢኻ ክትጎይይ ዘለካ ዘበነ ጉያ እዩ። ጉያ ናብ ንስኻ ናባኻ ብድሕሪትካ መበገሲኻ ክትርስዕ የብልካን ኣይትጉየ ግን ኣይኮነን እጂ ናይ ኣቦታትካ ናይ ኣዴታትካ ስነ ምግባር እናሓለኻ ድሕሪኻ ዝነበረ ነገራት ከም ነዳዲ እናተጠቐምካሉ ንቕድሚት ምጉያይ እዩ ዘሎ ሕጂ ኣብዚ ንሕና ፀብለል ኢልና ንወፀሉ እንታይ እዩ ነይሩና ሰብና ስልጡን እዩ ይጠዓሞ ይሕሰሞ መግዛእቲ ይበራረየሉ ስለ ዝነበረ ገለ ነገር እናትረፈ እዩ ዘፋንዎ ነይሩ መግዛእቲ ዝበሃል ሕጂ እቲ ሰብ ስልጡን እዩ ስለዚ ብዙሕ ክቕይሮ ኣለኒ ነዚ ሕብረተሰብ እዚ ትብሎ የለን ግን ደድሕሪ ምዕባለ ምኻድ ከዓ ትግደደሉ እዩ ኣበዝሎም ስለዚ እንታይ እዩ መሰልካ ክብርታትካ እናዓቀብካ መንነትካ እናሓለኻ መትከላትካ ዕላማታት ናትካ እንታይ እዮም እዚኣቶም ኣብ ግምት እናእተኻ ካብ ድሕሪት ቁሩብ እናተለቃሕኻ ንቅድሚት ከዓ ሓደ ፅቡቅ ነገር እናንፀፍካ ትኸደሉ እዋን እዚ እዩ እቲ ኩሉ ሰብ ክምሕደረሉ ዘለዎ ማለት እዩ። ኣብ ማእኸል እዚ ፍልጠት፣ ክእለት፣ ዓቕሚ ገለመለ እዚኣቶም ብምሉኣቶም ዝምዕብሉ ካብ ትማል ቁሩብ ብምልቃሕን ንፅባሕ ቁሩብ ብምምዕዳውን እዩ። ነሎሚ ድንበሩ
ጽቡቅ ብቋንቋ ትግርኛ እንዲኻ ትጽሕፍ ብኸመይ ኢኻ ኣዕቢኻዮ ምኽንያቱ ካብቶም ምልከት ቋንቋ ትግርኛ ኣለዎም ክበሃሉ ዝኽእሉ መንእሰያት ሓደ ኮንካ ኣለኻ ቋንቋ ንኽመልኽ ከ ካልኦት ጸሓፍቲ ክኾኑ ዝደልዩ እንታይ ክገብሩ ኣለዎ ትብል ካብ ተሞክሮኻ እዚ ከንብቡ ከንብቡ ኣለዎም ሰብ ከዕልሉ ኣለዎም። ሰብ መኽሰብ እዩ ዝበዝሐ እዋን ካም ዝሰብ ተሕልፎ ኣብርሃም ኣነ እብዛ ሓጻር እዋን ካባኻ ብዙሕ ነገር እየ ደይፈልጦ ነበርኩ ተላሌ ብዘይ ቀልዓለም ኣነ ብዙሕ ቀልዓለም ካብ ዝፈትዋ ኣርቲስት ኣይኮንኩ እስኻ እውን ካባይ ብዙሕ ነገራት ዝጎደለካ ክትምልእ ኢኻ እዚ እጅ እንታይ እዩ እዚ እዩ እቲ ካይዳ ናይ ኣርቲስት ንዝኾነ ሰብ ከም ሰብ ሪኡ ይቅበሎ ይሰምዖ ህህ ኢሉ ዘይፈልጦ ይወስድ እቲ ዝፈልጦ ከኣ ነይርዎ ስለ ዝኾነ የልግሶ እዚ እንታይ እዩ እናተለዋወጥካ እናተመላላእኻ ትኽየድ እዛ ኣዱንያ ጸርጸር ምባል ጽቡቅ ኣይኮነን ነየናይ ዕድመ ጸፍ ምባል ከኣ ጽቡቅ ኣይኮነን ነየናይ ዕድመ ስለዚ ቋንቋይ ቋንቋ ትግርኛ እዩ፣ ሕብረተሰበይ ከኣ እናመሓየሸለይ እዩ ክመፅእ ፀኒሑ ስጋዕ ሕጂ ናይ ቀደም ቋንቋ ከምዚ እዩ ነይሩ፣ ቋንቋ ክኢላታት ኣለዉና፣ ምሁራት ናይ ቋንቋ ኣለዉና፣ ተመራመርቲ ናይ ቋንቋ ኣለዉና፣ እዚኣቶም እናመሓየሹልና እናተዓይሉና እዮም መፂኦም ንዓና ኣብ ለሰተ ፈነና ኢና ናይ ሎም ወለዶ ኣብ ኣዝዩ ልሙዕ ለሰ እዮም ፈኒሙና ትማል ስለ ዝሓረሱ ትማል ስለ ዘበሉ እዩ ሕጂ እንታይ እዩ ቋንቋኻ ከምኡ ማለት እዩ ቋንቋና ዓት በላሕቲ እምሮ ኣመዓራሪቡልና ዝጸንሑ እዩ ስለዚ ምዕላል እዩ ምዕላል ምንባብ ሂ ምባል ህ ነው ምስማዕ ንሰብ ከይነዓቅካ ምስማዕ ካብ ሰብ ትማሃርኻ እያ በቃ እዚ እዚ እዩ እቲ ክንኮኖ ዘለና ብሓፈሻ ኢለ ዝሓስቦ ኣነ ጽቡቅ ኣነ በዚኣ ክውድኦ ከለኹ ማዘር ኢንድያ ፊልም ርኢኻያ ክትኮን ተስፋ እገብር ሙሴ ሓዱሽ ኣብ ሓደ ኣጋጣሚ እንታይ ኢሉኒ ነይሩ ኣደይ ስናዒስ ማዘር ኢንድያ እያ ኢሉ ክቡራት ሰማዕትና ማዘር ኢንድያ ማለት እታ ገጸ ባህሪ ትውክል ኣደ ማለት እዩ ኣዴኻ ከነዓኻ ከዓኒ እንታይ እያ በዚኣ ክውድእ ማዘር ኤሪትሪያ ብኸመይስ ክረዳኒ እወ ማዘር ኢንድያ ማዘር ኢንድዮም እንድሕር ኮይና ማዘር ኤርትራ ከዓ ማዘር ኤርትራ እያ ንዓይ ስለዚ ኣደይ ንዓይ ዓደይ እያ ንዓይ ዓደይ ንዓይ ከኣ ኣደያ ንዓይ እብዲ ኣለኹ ይባርኪ። ጽቡቅ እሞ ብጣዕሚ እየ ዘመስግን ክብረት ይሃበለይ ክቡር ስነ ጥበባዊ ኣወል ስዒድ ግዜካ ስለ ዝሃብካኒ የመስግነካ ካሊእ ግዜ ውን ከምዚ ተራኪብና ክነዕልል ተስፋ እገብር። ኢንሻላህ ኢንሻላህ ኣሜሌን።